ብ1880 ኣብ ኖርዝ ኣሜሪካ ናይ ባርያ ግዝኣት ዝተስፋሕፈሐሉ ግዘ ነበረ። ካብ ዝተፈላለዩ ኣውሮፓ ሃገራት ብምምፃእ ናይቲ ሃገር ተወለድቲ ንዝኾኑ መጥቃዕቲ ብምብፅሖም ንብረቶም እናዘረፉ መሬቶም ይሕድግዎም ነይሩ። ናይቲ ከባቢ ነባሪ እውን ዝኾነ ሓደ ጓሳ ኣርካሪኮ ጓሳ ነበረ። ኣርካራውያን እቶም ወረርቲ ብዝረኸብዎም ቁጽሪ ይቐትልዎም ነይሮም። ሎምዓንቲ እንርእዮ ብኽልተ ሽሕን ዓሰርተ ሓሙሽተን ዘ ሬቪናንት ብዝብል ኣርእስቲ ዝወጸት ናይ ድራማን ኣድቨንቴርን ትሕዝቶ ዘለዋ ፊልምና እዩ። ታሪክና እንትጅምር ናብ ናይ ሓደ ቆዳ ንግዲ ዝተሰማረዩ ናይ ሃደን ጉጅለ ይወስደና። ግላስ ዝተባህለ ሰብ ናይቲ ሃገር ተወላዲ ናይ ኣርካሪጎ ተወላዲ ወዱን ሓኩ ሒዝዎ ኣትዩ ብዝነበሮም ባእሲ ምክንያት ናይ ኣርካሪጎ ሰባት ይረኽብዎ እሞ መጥቃዕቲ ይፍጽምሎ እቲ መጥቃዕቲ ንምምላጥ እውን ወዱን ጉጅልኡን ኣባላቱ ናብታ ጀልባ ንክወፁ ይገብር ካብቲ መጥቃዕቲ ዝተረፉ ሰባት ናብቲ ጀልባ ይድይቡ እሞ የምልጡ ግላስ እውን ካብቲ ጀልባ ውሪድና ናብ ካይማን ካምፕናተን ንኸይድ ይሕሽ ይብል ጀራል ዝበሃል ወዲ ጉጅልኡ ግን ብናይ ግላስ ሓሳብ ኣይስማማዕን ነይሩ ኩሉ ግዜ ግላስ ብዝወስደና መንገዲ መብዛሕትና እናተቐተልና ኢና ይብል ኮይኑ ግና እቶም ካልኦት ደቂ ጉጅልኡ ብናይ ግላስ ሓሳብ ይስማምዑ እሞ ካብቲ ጀልባ ዝነበሮም ኣቑሑት ሒዞም ይወርዱ ናይቲ ጉጅለ መራሒ ሄነሪ እውን ኣቑሑትና ኣብዚ ከባቢ ሓቢእና ዝኸኣልናዮ ናብ ካይማን ካምፕና ሒዝና ንኺድ ኢሉ ይእዝዝ ጄራልድ ግን ብተደጋጋሚ ናይ ግላስ ሓሳብ ናይ ዓሻ ሓሳብ እዩ ኢሉ ግላስን ወዱን ሃው ፈታተኖም ነይሩ ሄነሪ ግደፍ እንተበለ እኳ ክሰምዖ ኣይከኣለን ካብኡ እውን ሄነሪ ጉጅልኡ ናብቲ ካምፕ ንክኸይድ ኢሉ ጉዕዞኦም ይጅምሩ ምርኢትና ናብ ኣርካሪኮ ጓሳ ይወስደና ካብኡ እውን ፓው ክትበሃል ናይቲ ጓሳ ሓላፊ ተዓፊና ብቶም በረርቲ ስለ ዝተወሰደት ንዓኣ ንምድላይ ንዝመፁ ዝረኽብዎ ካምፕ የቃፅሉ ነይሮም። ቀፃሊ መዓልቲ እውን ናይን ግላስ ጉጅለ ኣብቲ ጫካ እናተጓዓዘ ነበረ። ግላስ እውን በይኑ ተፈልዩ እቲ ጫካ እናረኣየ ከሎ ሓንቲ ድቢ ክብ ብድንገት እውን እታ ድቢ ተጥቅዖ ናብ ደቃ ከይዳ ፋታ ኣብ ዝሃበትሉ ሰዓት ግላስ ሽጉጥ ኣውፂኡ ይትኩሰላ። እታ ድቢ ስለ ዘይረኸባ እውን ተመሊሳ ተጥቅዖ። ግላስ እውን ካራ የውፅእ እሞ ብኻራ ይወግኣ። ንሱ እውን ብጣዕሚ ስለ እተጎድአ ምልዓል ኣይኣብዮ። ብድሕሪኡ ደቂ ጋንትኡ ረኺቡሞ ንምሕጋዝ ይምክሩ። ኮይኑ ግና ብጣዕሚ ስለ እተጎድአ ናይ ምትራፍ ዕድሉ ብጣዕሚ ንእሽተይ ነበረ ታሪኽና ናብ ናይ ኣርካሪ ጎጓሳ ካምፒ ደጊሙ ይወስደና ኣብኡ እውን ሓደ ናይ ፈረንሳይ ዜግነት ዘለዎ ሰብ ይመጽእ እሞ ንዕኦም ዝኸውን ፈረስን መሳርሕን ምስ ሃቦ ዘለዎም ቆዳ ዝህብዎ ከም ዝኾነ ይዛረብ ዋጋ ምስምማዕ እውን ይጅምሩ ኣብ መወዳእታ እውን ብሓሙሽተ ፈረስ ተስማሚዖም ይፈላለዩ ኣብ እንግላስ ከዓ ሄነር ሓድሽ ሓሳብ የምፅኦሎም እሞ ጋንትኦም ንኽልተ ንኽከፋፈሉ ይነግሮ። ቀዳማይ ጋንታ ኣቑሑቶም ፊት ንፊት ሒዞም ክኸዱ ይገብር። እቲ ካልኣይ ጋንታ ከዓ ግላስ ተሸኪሙ ክኸይድ ይገብር። ወዲ ሃውክ ኣቦኡ ብዘለዎ ዓቕሚ ኣብ ጎኑ ኮይኑ እንትንከባኸቦ ነበረ። ብወጋሕታ እውን ጋንትኡ ተሸኪሙ እሞ መንገዶም ይቕጽሉ። ኮይኑ ግና ከቢድ ናይ በረድ ምንሽርታት ተፈጢሩ ነይሩ። ግላስ ተሸኪሞም እውን ጉዕዞኦም ኣኽቢድሎም ነበረ። ጋንትኡ ብጣዕሚ ስለ ዝደኸሞ ጄራልድ ግላስ ካብ ዝሳቐ ንቕተሎ ይብል ሄነሪ ናይ ግላስ ስቓይ ስለ ዝኸበዶ ክቐትሎ ይምክር ኮይኑ ግና ብጣዕሚ ይኸብዶ እሞ ይገድፎ ሰለስተ ሰባት መሪፁ እውን ከፊሉ ንዕኡ ክሕልውዎ ይገብር እቲ ሓደ ሰብ ናይ ግላስ ወዲ ሃው ክነበረ እቲ ካልኣይ ከዓ ጂሚ ዝበሃል ወጣት ቆልዓ እንትኾን እቲ ሳልሳይ ደሞ ጄራልድ ይኸውን ጄራልድ እውን ሰለስተ ሚእቲ ዶላር ንክኸፍሎ ይነግሮ ሄነሪ ቅድሚ ምኻዶም ጄራልድ ግላስ እስካብ መወዳእታ ገዲፍዎ ከም ዘይኸይድን ተሞይቱ እውን ብስነ ስርዓት ከም ዝቐብሮ ይነግርዎ ግላስ እውን ኣብ ዝደቀሰሉ ኮይኑ ንድሕሪት ተመሊሱ ምስ ሰበይቱን ጓሉን ዘሕለፎም ግዜ ትዝ ይብሎ ሰበይቱ በቲ ዝነበረ ባእሲ ምክንያት ዝሞተትሉ ኣማውታ ይርኢ ሄነርና ካልኦቶ ምስ ከዱ ኸዓ ጄራል ጉድጓድ ኩዒቱ ግላስ ዓፊኑ ክቐትሎ ይምኩር። ሃውክ መፅኡ እውን የላቕቖ። ሃውክ ጂሚ ዓብዩሉ እናፀውዖ ከሎ ጄራል ዝገብሮ ዝነበረ ንምሽፋን ንሃውክ ኣብ ኣቦኡ ቅድሚት ይቐትሎ። ጂሚ ምስ ተመለሰ እውን ሃውክ ስለ ዝሰኣኖ ጄራል ይጥይቖ። ኮይኑ ግና ጄራል ምንም ከም ዘይተፈጠረ የምስል። ግላስ እውን እቲ ዘጋጠመ ነገር ስለ ዝፈልጥ ንጂሚ ክነግሮ ተመኮሮ እኳ በቲ መጉዳእቲ ጎረርኡ ስለ ዝተሃስየ ምዝራብ ኣይከኣለ። ቀጻሊ መዓልቲ እውን ጄራልድ ጂሚ ካብ ምህራሱ ነቕኒቑ ዓርካራውያን እናመፁ እዮም፣ ቀልጢፍና ካብቲ ከባቢ ቦታ ክንጠፍእ ኣለና ኢሉ ይሕሶ። ቅድሚ ምኻዶም እውን ጄራል ግላስ ጎቲቱ ናብቲ ዝኹዓተ ጎድጎድ ሒዝዎ ይኸይድ። ሽጉጥ ኣውፂኡ እውን ክቐትሎ ክብል ጂሚ የዘናግዖ እሞ ጄራል ቶሎ ኢሉ እቲ ሽጉጥ ሂብዎ ይኸይድ ኮይኑ ግን ጂሚ ምቕታል ይኣብዮ እሞ ናይ ማይ ኳዳ ገዲፍሉ ንጄራልድ እውን ይኽተሎ ግላስ ንሶም ምስ ከዱ እውን ቀጺሉ ዘለዎን ዘይብሉን ጉልባት ተጠቂሙ ናብ ወዱ ሬሳ ይኸይድ ጂሚ ድሕሪ ዝተወሰነ ግዘ ጄራልድ ከም ዘታልሎ ይርድኦ እሞ የፋጥጦ ጄራልድ እውን ከም ዘታልሎ ይኣምን እሞ ግላስ ምማቱ ስለ ዘይተርፍ ገዲፎሞ ምኻዶም ትኽክል ከም ዝኾነ ይነግሮ ከምዚ ምስ ተባሃሉ እውን ክልቲኦም ተሲኦም ጉዕዞኦም ይቕጽሉ። ግላስ እውን ግላስ እውን ወዱ ከድሕን ስለ ዘይኸኣለ ብጣዕሚ ይሓዝን እሞ እናተፈሓኾ ዝሕግዞ ሰብ ምድላይ ይጅምር። ተፋሒኹ እውን ናብ ናይ ሓደ ባሕሪ ገምገም ከይዱ ማይ ሰትዩ ኣብኡ ይሓድር። ብዙሕ መዓልቲ ኮይንዎም እውን ኣርካራውያን ናብቲ ቦታ ይመፁ። ንሱ እውን ካብኦም ንምምላጥ ኢሉ ናብቲ ባሕሪ ይኣቱ። ናይቲ ባሕሪ ናዕቢ እውን ዓብዪ ስለ ዝኾነ ናብ ፏፏቴ ወሲዱ ይድርብዮ። ናይ ጉንዲ ቅርንጫፍ ይሕዝ እሞ ናይቲ ባሕሪ ገምገም ይበጽሕ። ጄራልድ እና ጂሚ ናብቲ ዝፈረሰ ናይ ኣርካሪካውያን ጓሳ ቦታ ይበጽሑ። ብኣጋጣሚ ጂሚ ሓንቲ ናይ ኣርካሪካ ጓሳ ይረክብ። ጄራልድ ከይርኣዮ ምግቢ ገዲፍላ ይኸይድ። ቀጻሊ መዓልቲ ግላስ ናይ ሰበይቱ ኣማውታ ብሕልሙ ምስ ረኣየ ተሲኡ ንምኻድ ይዘጋጆ። ሕዚ ንእሽተይ ስለ ዘሕሾ ብእግሩ ጠጠው ኢሉ ምንቅስቃስ ይጅምር። እናኸደ ከሎ እውን እናኸዱ ከሎ እውን ሃዲኖም ብዃርያ እናበልዑ ይርኢ። እስካብ ዝኸደ ተጸብዩ ምስ መሸየ እውን ናብ ናይ ሓደ ኣርካሪ ከጓሳ ሂኪኩ ዝተብሃለ ሰብ መጺኡ እቲ ዝተረፈ ገዲፎሞ ዝኸዱ ስጋ ምብላዕ ይጅምር። ግላስ እውን ካብቲ ዝተሓብኦሉ ቦታ ወፅዩ ስጋ ንክህቦ ይልምኖ ሂኪኪ እውን ከይጨከነ ይህቦ በሊዖም እውን ይሓድሩ ምስ ወግሐ እውን ሂኪኩ ነቕኒቑ እንታይ ከም ዝኾነ ይሓቶ ግላስ እውን ተሲኡ ድቢ ከም ዘጥቅዖን ወዲ ብናይ ባዕሉ ጋንታ ከም ዝተቐተለን ይነግሮ ሂኪኩ ወዲ ዝቆተለሉ ሕነ ክፈዲ ከም ዘይብሉ ፈጣሪ ፍርዲ ከም ዝህቦ ይነግሮ ጄራልድ እና ጂሚ ከዓ ካይማን ካምፕ ይበፅሑ ካብኡ እውን ጄራልድ ብዛዕባ ግላስ ኣማውታ ሓሲብ ንሄነሪ ክነግሮ ከሎ ኮፍ ኢሉ ይሰምዖ ነይሩ። ንጄራልድና ንጂሚ ገንዘብ ይኸፍሎም። ጄራልድ ምንም ከይመሰሎ እቲ ገንዘብ ተቐበለ። ጂሚ ግና እቲ ገንዘብ ኣይወስድን ኢሉ ኣብቲ ክላስ ይወፅእ። ግላስና ሂኪኮ ጽቡቕ ዝበሃል ግዘ እናሓለፉ ነበሩ። ኮይኑ ግና በረድ ምድርባይ ስለ ዝጀመረ ተሲኦም እናኸዱ ግላስ እቲ በረድ ሓይልዎ ምቁቋም ይኣብዮ እሞ ይወድቕ። ሂኪኩ እውን ንምሕጋዝ ኢሉ ንእሽተይ መጽለሊት ነገር ሰሪሕሉ ኣብቲ ውሽጢ የድቅሶ ኣብኡ ደቂሱ እውን ብሕልሙ ምስ ወዲ ይራኸብ ቀጻሊ መዓልቲ ካብ ምህራሱ ምስ ተስአ ሂኪኩ ኣብ ሓደ ጉንዲ ተሰቒሉ ተቐቲሉ ነበረ ንዕኡ ዝቐተልዎ ኣብኡ ዝነበሩ ናይ ፈረንሳይ ሰባት ነበሩ ናብኦም ኮይዱ እውን ፈረሶም ሰሪቑ ክኸይድ ክብል ናይ ኣርካሪጎስ ሓላፊ ጓሉ ዝኾነ ፓውካን ይርኢ ሓደ ክደፍራ ክብል እውን ግላስ በፂሑ ይቐትሎ ካብ እውን ንምምላጥ ናብ ፈረስ ደይቡ ምምላጥ ይጅምር። ኣምሊጡሎም ንምዕራብ እውን ኣብ ሓደ ቦታ ይድቅስ። ኣብ ወጋሕታ እውን ኣርካሪካውያን ምስ መጽዎ ንምምላጥ ምስ ፈረሱ ናብ ጉድጓድ ይኣቱ። ብዘድንቕ ኩነታት ብህይወት ይተርፍ እሞ እቲ ቁሪ ንምክልኻል ክብል ናብ ናይ ፈረስ ከብዲ ኣትዩ ይድቅስ። ቀጻሊ መዓልቲ እውን ጉዕዙ ይቕጽል። ናብ እኒ ሄነሪ ካምቢ ብኣርካሪጎስ ዝተጠቕዐ ሓደ ናይ ፈረንሳይ ሰብ መጽኡ ክሕግዞ ይጥይቖ እእትዮም እናዘራረብዎ እውን ናይ ማይ ኳዳ ክውፅ ይርእይዎ መብዛሕትኦም እውን ግላስ ምማቱ ስለ ዘይሓሰቡ ምናልባት ክህሉ ይኽእል እዩ ኢሎም ተጠራጢሮም ሄነሪ ንምርግጋፅ ደቂ ጋንትኡ ሒዙ ካብቲ ካምፕ ይወፅእ ምስ መሴ ግላስ ኣብ መንገዲ ይረኽብዎ ደቂ ጋንትኡ ምስ ተመለሱ ሄነሪ ጄራልድ ክፍሊ ቶሎ ኢሉ ይኸይድ ኮይኑ ግና ጄራልድ ኣምሊጡ ነበረ ሄነሪ ብምንዳድ እናጉየ ጂሚ ናይ ጄራል ተሓባበሪ ምስሎሞ ይወቕዖ ግላስ እውን ጂሚ ወዱ ክቐትለሉ ከሎ ኣብኡ ስለ ዘይነበረ ዋላ ሓንቲ ጥፍኣት ከም ዘይነበሮ ይነግሮ ኣብ መንገዲ እውን ጂሚ ገዲፍኒ ዝኸደ ጄራልድ ኣፈራሪሕዎ ከም ዝኾነ ክገድፎ ይገብሮ ግላስ ምንም ከይዕረፈ ናይ ወዱ ቀታሊ ሕነ ክፈዲ ፈረስ ሒዙ ካብቲ ካምፒ ይወፅእ ሄነሪ እውን በይንኻ ኣይትኸድን ኢልዎ ብሓደ ወፂኦም ተፈላለዮም ጄራልድ ምላይ ይጅምሩ ግላስ እውን ናይ እግሪ ዓሸራ ጄራል ሄነሪ ቀዲሙ ይረኽቦ እሞ ግላስ ከይበጽሖ ሄነሪ ይቐትሎ ግላስ እውን ሄነሪ ሬሳ ኣሸኪሙ ምድላይ ይቕጽል ጄራልድ እውን ብርሕቐት ርእዩ ተኪሱ ካብቲ ፈረስ የብድኦ ከይዱ ግላስ ምሟቱ ከረጋግጽ ክብል ኣብቲ ፈረስ ዝወደቐ ሄነሪ ምስ ኾነ ምስ ረኣየ ግላስ ካብ ዝተሓብኦ ወፅዩ ተኪሱ የውድቖ ጄራልድ ተጎዲኡ ናብ ባሕሪ ይኸይድ ግላስ እውን ተኸቲልዎ ክልቲኦም ኣብቲ ባሕሪ ምባኣስ ይጅምሩ ግላስ ጄራልድ ከቐትሎ ክብል ግላስ እውን ሂኪኩ ፈጣሪ እዩ ፍርዲ ዝህብ ዝብል ቃል ትዝ ኢልዎ ንጄራል ናብቲ ሩባ ኣእትዩ ናብቶም ጎሳ ይልእኾ ንሶም እውን ጄራልድ ምስ ቀተልዎ ናብ ግላስ ይኸዱ ኮይን ግና ናይ ጓሳ ሓላፊ ናይ ጓሉ ህይወት ስለ ዘትረፈሉ ኣመስጊንዎ ከይቀተሎ ይሓልፍ ኣብ መወዳእታ ግላስ ናብ ጎቦ ወፅዩ ሰበይቱ ብሓሳቡ እናረኤ ታሪክና ይውዳእ ነዚ ቻናል ሓደሽቲ ዝኾንኩም ሰባት ሳብስክራይብ ብምግባር ቤተሰብ ይኹኑ ኣብ ቀጻሊ ቪድዮ እስካብ ንራኸብ ሰሰናዩ ንዓኹም።